ንምርኣይ ካብ ዝምነ ብዙሕ ዓመታት ኣቑጺሩ ኣሎ። በይዛኻ ንዓለም ኣርእየኒ ኢሉ ሓተተ። ጽናሕ እታ ንግስቲ ዒፍ ድምጻ መጀመርያ ብሎ ተኹላ። ብዙሕ ከይጸንሐት እታ ንግስቲ ዒፍ ንደቃ ዝኸውን ምግቢ ሒዛ መጸት። እዚ ንጉስ ግን ጽብቕቲ ንግስቲ ኣይመረጸን በለ። ድምቢ ብንዕቀት ብምቕጻል ሕዚ ግን ተኸቲልናያ ንኺድ በለ ምሒር ስለ ዝሓረፈ። ኣይፋሉን ክብሉ ንጽናሕ እቲ ንጉስ ንግስትን በሪረም ይኺዱ ብምባል ነገሩ። ብዙሕ ከይጸንሑ እቶም ኣዕዋፍ በሪሮም ኸዱ። እቲ ድምቢ ተኽላን ርሒቖም ምኻዶም ምስ ኣረጋገጹ ኣብቲ ጎጆኦም ዘሎ ኦም ገረብ ኸዱ። እቲ ግምቢ ናብቲ ኦም ገረብ ብምውጻእ ኣብቲ ጎጆ ምስ በጽሐ ሓሙሽተ ኣናእሽተን ኣብኡ ኣፍረየ። ንቑጣ ድማ እዚ ድዩ ናይ ንጉሳት ገዛ ዝበልካዮ? በለ ግምቢ ብምቕጻል ንምንታይ ደኣ ብጭቃን ብሳዕርን ዝተሰንኮደ ኮይኑ? ኣብ ውሽጢ ከዓስ ሓሙሽተ መንፈር ዘይብሎም ብጣዕሚ ዘጽልኡ ደቀቕቲ ነገራት ኣለዉ እኽ ኢሉ ተናገረ። ኣብዚ ግዜ እዚ እቶም ውላዳት ኣዕዋፍ ነቲ ድምቢ ዝበሎ ነገር ምስ ሰምዑ ምሕርሓሮም ብምጻፍ ዓፍ ብምባል ድማ በኽዩ። ንሕና እንጸልእ ደቀቕቲ ነገራት ኣይኮናን፣ ገዛና ድማ ክፉእ ዘይኮነስ እንደልዮ ነገር ዘለዎ ምዉቕ መዕረፊ እዩ። ምስዚ ኩሉ ድፍረትካ ግን ዓብዪ ቅጽዓት ክትረክብ ኢኻ፣ ምሕረት ድማ ኣብ እግርና ወዲቕካ ክትልምን ኢኻ በልዎ። እቲ ድምቢ ግን እናባቸወሎም ካብቲ ኦም ገረብ ብምውራድ መንገዱ ቀጸለ። እቶም ኣዕዋፍ ድማ ኣቦኦምን ኣዲኦምን ክሳብ ዝመጹ እናበኸዩ እናሓረቑ ጸንሑ። ክሳብ እቲ ግምቢ ዝቕጻዕ ምንም ነገር ኣይንበልዕን ኣይንሰትን ዋላ ሓንቲ ነገር ናይ ኣንቀላ እግሪ ክብሉ ኣምሂሮም እናበኸዩ ተናገሩ። ብምቕጻል ዋላ'ኳ እቲ ተኹላ ድንቂ ንጉስ እዮም እንተበሎ፣

ዘበይናይ ድምጹ ከም ኢትዮጵያ ኢኻ ንስኻ ንቲ ንግስ ንግስና የተጋልሎ በለ ጽንሕ ንዚ ኩሉ ድፍረትካ ዋጋ ክትከፍል ኢኻ ንጦርነት ድማ ተዳሎ ብምባል ነፊሩ ከደን ተመለሰ ድምቢ ኩሎም ኣርባዕተ ኣእጋር ዘለዎም ገዘፍ እንስሳታት ንክሕዝዎ ክጽውዕ ከሎ ነጉስ ኒሕ ድማ ነፈርቲ ዝኾኑ ኩሎም ፍጥረታት ጸውዐ ከዕዋ ክብል ክቢ ክስልል ዝተላእከ ጣንጡ ነይሩ። ኣውቶቡስታት ዝተሰብሰቡሉ ቦታ ብምኻድ ተሓቢኡ ዝህብዎ ነገር ኩሉ ከዳምጾም ጀመረ። ወኻርያ ካብ ኩልና ብንቕሓትን ብንጥፈትን ንስኻ ዝሓሽካ ስለዝኾንካ ነዚ ጦርነት ንስኻ ኢኻ ክትመርሖ ክብል ከሎ እቲ ጣንጡ ሰምዖ። ብምቕጻል ድማ ጽቡቕ ግን እኮ! ኣነውም ኣነ ነበልባሉ ባንዴራ የብልናን እንታይ ኢና ክነጥቀም ባንዴራ የብልናን እንታይ ኢና ክንጥቀም ብምባል ነቶም ዝተሰውሰው እንስሳታት እናሓተተ መልሲ ግን ኣይረኸበን። በሉ ይኹን ደሓን ኣነ ሰፊሕ ጭራ ስለ ዘለኒ ኩሉ ነገር ኣብ ጽቡቕ ኩነታት ክኸውን ከሎ ጭራይ ናይ ላዕሊ ክጠልፎ እየ ሽዑ ንስኹም ተጣወሩ ጭራይ ናይ ታሕቲ ጠላፊ ግን

ንኸሶ በሉ። ኣብቲ ዝቕጽል መዓልቲ ብለይቲ እቲ ጦርነት ብጥይት ተጀመረ። እቶም እንስሳት ክስጉሙ ከለዉ ካብ ግዝፈቶም ዝተላዕለ ነቲ መሬት የንቀጥቅጥዎ ነበሩ። እቶም ኣዕዋፍ ወገን ድማ ክነፍሩ ከለዉ ነቲ ሰማይ ስለ ዝሽፍንዎ ዝጸልመተ ይመስል ነይሩ። እቲ ጦርነት ምስ ተጀመረ እቲ ውኻርያ ንምጥቓዕ ምቹእ እዩ ኣብ ዝበለሉ ሰዓት ጀርዲን ናብ ላዕሊ ብምጥላፍ ነቶም እንስሳታት ከጥቅዑ ሓበሮም። ኣብዚ ቅጥበት እዚ ድማ እቲ ዕጉት ናብ ወኻርያ ብምኻድ ብዘሎን ብዘየሎን ሓይሉ ተጠቒሙ ነኸሶ። ወኻርያ ግን ተጸሚሙ ከያወረደ ኣሕለቐ። ንመን መበል ካልኣይ ግዜ ተናኸሶም ዋላኳ ወኻርያ ክወርድ ኣይከኣለን። ንሳልሳይ ግዜ ክነኽሶ ከሎ ግን ምጻኑ ስለ ዝኸበዶ ነቲ ጭሩ

እቲ ንጉስ ሌፍ ደቁ ዝበልዎ ድሕሪ ምስማዕ ናብ ልቢ ብምኻድ ስምዓታ ሽማግሌ ግረዊ ናይ ድምጹ ክቅንስ ዘይትደሊ እንተኾንካ ናብ ገዛይ ኬድካ ንደቀይ ምሕረት ለምኖም በሎ እናተፈራርሐ እቲ ደምቢ ብደምቢ ስለዝተደቆሰ ብምንፍፋ ናብቶም ኣዕዋፍ ከይዱ ይቅርታ ሓተተ ድሕሪ እዚ እቶም ደቂ ንጉስ ሌፍ ብሓጎስ ምብላዕ ምስታይ ጀሚሮም ይበሃል።